ብጣዕሚ እዩ ዘሕፍር ዘሕፍር ተግባር ዘሕፍር እውንስ ኣይገልፆን እዩ ናይ ቴዲ ልገብሮ ኣሎ ተግባራት ማለት እዩ ብጣዕሚ እዩ ዘናድድ ብጣዕሚ እዩ ለሕፍር ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማዓንቲ ብሓድሽ ቪድዮ መፅኤኩም ኣለኹ ነዛ ቪድዮ ክትጅምሩ ከለኹም ላይክ ብምጋር ጀምሩ ኢኹም ሓደሽትን ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ኩለኩም ይደሊ ማለት እዩ ቤተሰብ ዝኾንኩም ድማ ላይክ ብምጋር ጀምሩ ኢኹም ሸር ኮመንት ምግባር ኣይትሕመቑ ማለት እዩ ስለ እተበራታትዕኒ ብጣዕሚ እየ ዘመስግን እግዚኣብሄር እየኽብረለይ ሕጂ እውን ምብርትታዕኹም ኣይፈለኒ እንዳበልኩ ለመዓንቲ ርእስና ብዛዕባ ቴዲ ሰላም ኣፈወርቂ ኮታስ ኩሎም እዩ መፅኩም ዘለኹ ማለት እዩ ርእስና ከምዚ ኣብ ዝመእተዊ ዝረኹምዎ ብጣዕሚ ዘሕፍር ተግባር ብጣዕሚ ዘናድድ ብጣዕሚ ዘበሳጭ ተግባር እዩ ማለት እዩ። እንድዒ ዘሕፍር እዩ ኢለሲ ገሊፀ ክውድኦ ኣይክእልን ማለት እዩ። ብጣዕሚ እዩ ለሕፍረካ ማለት እዩ። መጀመርያ ኣፍወርቂ ተኣሲሩ ነይሩ ከም ዝተፈትሐ ርኢና ኢና ብጣዕሚ ደስ ይብል ማለት ሰብ ኮይኑ ምንም በደል ዘይብሉ እናሃለ ብግርህነቱ ብልውህነቱ በደል ክበፅሖ ከሎ ግፍዒ ክበፅሖ ከሎ ብጣዕሚ እዩ ዘናደካ ብጣዕሚ እዩ ዘባሳጨካ ማለት እዩ ኩሉ ግዜ የዋህ ሰብሲ ምስ ተበደለ እዩ ማለት እዩ ኩሉ ግዜ እንዳተበደለ እዩ ዝነበር ግን ከዓነ ብእግዚኣብሔር ኣምላክ ከዓነ ሓንቲ መዓልቲ ከም ዝሕጎስ ወይ ከዓ ዕውት ከም ዝኸውን እዩ ማለት እዩ ንግዜኡ ክጎድኣካ ይኽእል እዩ ይውህነትካ ኣይጠቕመካይ ብርግጽ ማለት እዩ በተለይ ምስ ሰብ ኮይንካ ምስ ደቂ ሰብ እንዳነበርካ ልውህነት ብጣዕሚ እዩ ዝጎድኣካ ብጣዕሚ ኢኻ ትጉዳእ ግን ድማ እግዚኣብሔር ኣምላኽ መንግስተ ሰማይ ዝወርሱ የዋሃን እዮም እዩ ዝብልና ክንዲ የዋህ ምዃን ዝመስልዎ የለን ኣብ ዓለም ማለት እዩ ተኽኢልካ ግን ከዓነ ካብ ደቂ ሰባት ድማ ክትጥንቀቕ ኣለና ማለት የውህናና ተጠቒሞምሲ ንበደላት ንብዙሕ ንውድቀት ዝዳረጉ ኣለውና ምጥንቃቕ ኣብ ሂወትካ ባዕልኻ ኢኻ ክትጥንቀቕ ዘለካ ማለት እዩ ከምዚ ዝረእኹዎም ኣፈወርቂ ማለት እዩ ምንም ኣነ ብዝረእኽዎ ምንም ዘጥፍኦ ነገር የለን ማለት ክሕግዛ ዳኣ እዩ ተበጊሱ እምበር ምንም ምስኣ ምንም ዓይነት ርክብሲ ዝነበሮም ኣይመስለንን ካብ ዝከታተሎ ነበርኩ ማለት እዩ ገበርቲ ሕማቅ ግን ከዓነይ ነታ ንእሽተን ክፍተት ተጠቒሞም ንዓኻ ንኸውድቑ እዮም ዝግስግሱ። ሕጂ ድማ ኣፍወርቂ ወፂኡ ብጣዕሚ መዓዛ ብሓጎስ እያ ነቢዓ ብጣዕሚ እያ ደስ ኢልዋ ማለት እዩ። ከምቲ ትሪእዋ ዝነበርኩም ንኪዳነ ምሕረት ከይደ ፀልየ መፀባዓ ተመፃቢዕልካ ሕጂ ደጊም ኩሉ ግዘ እተብዕላ እትዝክራ ሽምዓ ኣብሪኻ እትዝክራ መዓልቲ እያ፣ ዕለት ዓሰርተ ሽዱሽተ እንዳበለቶ ማለት እዩ። ብጣዕሚ እዩ ደስ ዝብል ኣደ ኩሉ ግዜ ትተሓጎስ ክትሓዝን የብላን ኣዶ ማለት እዩ ተተኸኢልሲ ነድኻ ኩሉ ግዜ ክትሐጉስ ኣለካ ንወለድኻ ምእዛዝሲ ዓብዪ በረከት ዓብዪ ፀጋ እዩ ማለት እዩ። ንወለድኻ ክተኸብር ከለኻ እግዚኣብሔር ኣምላኽ ብጣዕሚ እዩ ዝባርኸካ ብጣዕሚ እዩ ፀጋ ዝህበካና ኣዶ ኩሉ ግዜ ሓዘን የርከባ ኩሉ ግዜ እንዳተሓጎሰት ትንበር ማለት እዩ እና ከምቲ ትሪእዎም ዝነበርኩም ደስተኛታት እዮም ነይሮም ግን ያው በቲ ዝበፅሖ ነገራት ብጣዕሚ ተናዲዱ ብጣዕሚ ተባሳጭዩ ነይሩ። እንታይ ከም ዝገብር ክትርእዩ ኢኹም። ደሓን ማንም ማንም ተባሂሉልሲ ልቐሪ የለን እንዳበለ እዩ ማለት እዩ። ምብሃል ዘይቐሪ ወይ ከዓ ምንጋር ዘይቐርሲ ግድን ክውዕሉ ኣለኒ። ተግባር ሲ በቃ ብትኸክል ክኾን ኣለዎ እዩ ዳብለ ነይረ ማለት እዩ። ዝኾነ ኮይኑ ህይወትና ብረድኢት ደኣ እምበር ብስምዒት ክንመርሕ የብልናን ማለት እዩ። ህይወትና ክንመርሓ ዘለና ካብ ስምዒት ወፂና ማለት እዩ። ትኽክለኛ ህይወት ስምዒት ካል ይኮነ ተረጋጊዕኻ ትሓስቦ ተረጋጊዕኻ እትውስኖ ውሳኔ እምበር ኣብ ስምዒት ኣቲኻ እትውስኖ ውሳኔ ወይ ከዓ እትሓስቦ ሓሳብ ፅቡቕ ኣይኸውንን ማለት እዩ። ንዳሕራይ ንኣናሲ ኣይፅቡቕን። ሕጂ ድማ በዚ ዝበፅሐካ ንሱ ተዓዚብካ ንሱ ርኢኻሲ ሕማቕ ዓይነት ውሳኔ ወይ ከኣ ናይ ሕማቕ ዓይነት ሓሳብ ክትብል የብልኻን ክትርኢ የብልኻን ክትሓስብ የብልኻን እየ ክብሎ ዝኽእል ንኣፈወርቂ ማለት እዩ። ከምዚ ትርእይዎ ዘለኹም ድማ ቴዲ ምስ ካሊእ ጓል ኣፍቃሪቱ ቀለበት ከም ዝኣሰረ እዩ ዝረአ ዘሎ ማለት እዩ። እዚ ቀለበት ምሳድ ግን ቀሊል ምሽ ኮይኑ ቤተሰብ ማዕረ ክንድዚ ድዩ ቀሊል ኮይኑ ሰላም እሞ ትኾነ እንድያ ስኢና ብጣዕሚ እያ ተባሰጃ ብጣዕሚ እያ ነቢዓ ብጣዕሚ እያ ሓሪቓ ከመይ ከለ ይሕርቕ ናይ ንእስነታ ካብ ማእዝጀን ፍቕራት ርኢኹምዎ ትኾንኩም ናይ ቅድም ፎቶኦም ህፃውንቲ ቆልዑ እንዳሃለዎ ተምሃሮ እንዳሃለዎ እዮም ይመስለኒ ብጣዕሚ ደስ ዝብል ክስካብ ሕጂ ድማ ብፍቕሪ ብሓጎስ ምፅናሕ ብጣዕሚ እዩ ደስ ዝብል ግን ኣብዚ ሕዚ ሰዓት ሰላም ፅቡቕ ከምዘየላ ኣብ ሂወታ ሕጉስቲ ከምዘይኮነት ኢና ክንርኢ ፀኒሕና እና ብጣዕሚ እያ ተባሳጭያ ማለት እዩ መዓዛ ንባዕላ እዚ ክትርኢ ከላ ብጣዕሚ እያ ተናዲዳ ብጣዕሚ እዩ ድማ ዘናድድ ማለት እዩ ከምዚ ዓይነት ተግባር እዚ ፀር ዘለዎ ክውገድ ዘለዎ እዩ ማለት እዩ ህይወት ሓንቲ ግዜ ኣብ ምንባር ክልተ ግዜ ኣይትነብርን ኢኻ ማለት እዩ። ክትነብር ከለኻ ድማ ብሓቂ ምንባር ፅቡቕ ነገር ሰሪሕኻ ምሕላፍ እያ ተድልየና ማለት እዩ። ሕጂ ድማ ቴዲ ናብ ኻሊእ ጓል ከይዱ ይሀው ሰላም ጓል እያ ንሳ ጓል እያ። ካብ ጓል ናብ ጓል ምንጣር ወይ ከዓ ምኻድስ ትርጉም የብሉን ማለት እዩ። ምንም ተውፅኦ ነገር ምንም ትፍይዶ ነገርሲ የብልኻን። እንትርፊ ያው ንጊዜኡ ፅቡቅ ነገር ክስምዓካ ይኽእል እዩ። ያው ጊዜ ምስ ወደ ምስ ወሰደ ምስ ሓለፈ ግን ብጣዕሚ እዩ ዘበሸጨካ ብጣዕሚ እዩ ዘናደካ ማለት እዩ። እና ሰላምየ ኣጆኺ ኩሉ ነገር ክሓልፍ እዩ ዘይሓልፍ ነገር የለን እየ ክብላ ዝደሊ ማለት እዩ እና ናይ ልምዓንቲ ቪድዮ ሒዘልኩም ዝመፅኹ ነዚ ኣይትመስል ነይራ ማለት እዩ ኣብ ቀፃሊ ቆንጆ ቪድዮ ክንራኸብ ኢና ክሳብ እሱ ድማ ሰሰናይ ንዓኹም ባይ ባይ